ሰላም ሰላም ናይ ኣልጊ ቤተሰብ ከመይ ኣለኹም ድሕነት ኢኹም ኣነ ሰላም እየ ዘይር ምስገን ከምቲ ኣነ ሰላም ዘለኽዎ ንስኹም እውን በቢ ዘለኽምዎ ሰላምኩም ብዝሕ ትርፍ ይበለለይ ኣሕዋቴ እና ለማዓንቲ ከምቲ ልሙድ ብሓድሽ ቪድዮ ሒዘልኩም መፅእ ኣለኹ ኸዚ እውን ናይ ፀጉርና እዩ ሒዘ መፅእ ኣለኹና እስካዕ መጨረሻ ተኸታተሉን ኣሕዋቴ ማዕረይ እና ፀጉርኽን ማንቲ ደሞ ና ፀጉሪ ፀጉርና ናተበጣጠሰ ናተነቃቀለ እና የቕምጢ ዝበለና እና ኣብ ብገንበርና መቸም ኣዲ ዓረብ ተሸፊንና ስለንሰርሕ ካብኡ ደሞ ልወለድና ተሊና ዓሳ ሓራስ ድዩ ልበሃል ዓሳ ሓራስ ገለ ለለና ብዙይ እንድሕር ገይርናሉ እዙይ እንድሕር ተጠቒምና ይወቅል እዩ ማለት እዩ። ብጣዕሚ እዩ ለውቀለልና ፀጉርና ሓዱሽ ንኸወቅል ይገብረልና ካብኡ ድማ የለስልሰልና እዩ ኣሕዋተይ። እዚ ገይርኸን ትሕፀው እተለኽን ብጣዕሚ ሓሪፍ እዩ። ምሸት ምሸት ወይ ኣብ ልተጎንጉን ኾን ኣሎ ኣብ ልትጉንጉን ኣብ ልትሰርሕኦ ሓሪፍ እዩ እና ቅድሚያ ደግሞ ላይክ ሸር ኣይትረስዑ። ላብ ኣላፍታ ኣሰራርሓ ከርእየኩም እየ ኣሕዋተይ ካብኡ ደሞ ላይክ ሸር ኣይትረስዑ ቤተሰብ ኩኑ ቤተሰብ ዘይኮንኹም ኣይዝኺ ኢልኩም ተበራትዑኒ እስካዕ ዘኽተዚ ዝወፂሐየ ዘለኹ ደረጃ ንክበፅሕ ዝገበርኹም ለበራትዕኹም ንሰባት ደሞ ብጣዕሚ ኣዝየ እየ ዘመስግነኩም ኣሕዋተይ መዓረይ ካብ ልቢ የመስግነኩም እና ላብቲ ኣሰራርሓ ከርእየክን ኣብዚ ሮዝመሪና ሚስማር መቸም ትፈልጦ ኢኺ ነዳዕረ ኩሉ ግዜ ይግነ እዩ ኣብዚ ገይረኒ ኢኹ ማለት እዩ ካብኡ ማይ ክገብረሉ እየ ማለት እዩ ማይ ገይረ ሩዝመሪ ትፈልጦ ይኽን ሩዝመሪ እና እዚ ሚስማር ማይ ወሲኸ ከብሎ እየ ማለት እዩ ኣብ ፍርን ክገብሮ እየ የፍልሖ እየ ማለት እዩ እዚ ፍርን ወሊዐ ኣለኹ እና ሰኽቲተዮ ኣለኹ ኣብዚ እኒኦ ማለት እዩ ፋሕፋሕፋሕ ትብል እያ እዚኣ ብቻ ማይ እዩ ምንም ነገር የትገብራሉ ማይና እሱ እዩ ያው ኣፍሊሐ ዝሒሉ ወሪዱ ማለት እዩ እዚ ኣውሪደ ኣለኹ ያው ግዜ ስለለይ ነበረኒ ኣፅሊለ ከዚ ድማ ኣብዚ ክገብሮ እየ ማለት እዩ ኣብዚ በኻኽ ኣብ ፀጉርና ንምግባር ስለለይምችየና ፀጉርና ልእንትን ካብኡ ከምኡ ጌርና ንገብር ኢና ማለት እዩ ዘን ኣሕዋተይ ካዚ ኣብ ፀጉሪ ላገበርኩ ኣኽርየክን እየ ከመይ ጌርና ከም ንገብሮ ከመይ ጌርና እዝሮ ትፈልጦ ኢኽን ግን ንኸርእየክን ልባዕለ ኢለ ስለ ክሰርሕ ስለ ልደለኹ ክገብር ስለ ልደለኹ ላገበርኩ ከርእየክን ማለት እዩ ዘን ኣሕዋተይ እና ፀጉርክን በእውነት ፀጉርና እንድሕር ተንከባኺብናዮ ባዕልና ናይ ባዕልና እዩ ናይ ባዕልና ተሓሕዛ እዩ እምቢ ሓፂር ፀጉሪ ልበሃል የለ ክለክን ይደሊ እየ ማለት እዩ ሓፂር ፀጉሪ እ፣ ይነቃቀል ብገንበርና ለሎ ማለት እዩ ብገ- ናይ እኳ ገንበረ ሙሉ እዩ ግን ንዓኻትን ክጠቕመክን እዩ ኢለ ሒዘ መፅየ ኣለኹ ያው ከለስልሰለይ ለስለል ደልል ፀጉረይ ፅቡቅ እዩ የጠንክሮ የለስልስ ስለልኾነ ንባዕለይ ውን ላገበርኹ ከርእየክን እየ ማለት እዩ ዘን ኣሕዋተይ እንታይ እየ ኩል ልብለኒ ኣሎ ኣብ መቐመጢያ ሲነ እያ ይመስለኒ ነይረ እና ከዚ ክገብር እየ ማለት እዩ መጀመርያ ላፈለኹ ፀጉሪ ብዙሕ ስለልኾነ ላፈለኹ ክገብር እየ ማለት እዩ ዘን ኣሕዋተይ እና ሙላ ገበርክን ተጠቐማ የኔ ማሮች

ኦሮብ ላገበርኸን ምንፋዓ ላበኸኸ ፍግፍግ ላበልኸን ምስራሕ ማለት እዩ ዘን ኣሕዋተይ ክብለክን ይደሊ ፀጉርና መቸም ከምቲ ትፈልጦኦ ሱቕ ተይልና ሱቕ እዩ ስለ ክዓቢ ይኽእል እዩ ካልእ ገርመክን ናየሲ ብጣዕሚ እዩ ሓፂር ነይሩ ብጣዕሚ ሓፂር ማለት እዩ ካብ መጠን ብላዕሊ እና ኣምዚ ላገበርኸን

ጨና እውን ደስ በሃሊ እዩ ኸለክን ሃምዙ ዘይቲ ገለ እኒእክን ሓቀይ ቅድሚ ዘኽቲ ኸዚ ና ኣብ ዓኸና ጸሊም ቀመም ገለ ገይረ ብዘይቲ ገይረ ሰሪሐልክን ነይረ እሱ ንእሽቶን ኣብ ዓኸ ስላለለዎ ንእሽቶን ጨና እኒኦ እዩ ግን ወዲያው ስለ ንሕፀዎ ለጸግመልና ነገር የለይ ማለት እዩ እዚ ግን ምንም ተገበርኽን ኣሉ ተገይርኽን ተሰሪሕኽን ገለሲ ፀጉርኽንስ ምንም ዓይነት ጨና እውን የብሉን ደስ በሃሊ እዩ ጨንኡ ኢለ ማለት እዩ ቅርንፉል መቸም እንታይ ከም ንጨን ትፈልጦ ኣይኽን ደስ በሃሊ እዩ ዘን ኣሕዋተይ እና ብቻማ እዩ ስለ ዝኾነ ድማ እዚ ኣብ ባህል ነገር ኣይኾነ ኣቸጋሪ ፀገም ፀገም ለለዎ ኣይኾነ እና ኩሉ እየ ከምዚኣ ገይረ ከምዚ ኢላ ገበርኩ ክሰርሖ እየ ዝርዝሮ ንህብለክን ይደሊ ከምኡ ኢላ ገበርክን ተጠቐማ ፀጉርክን ተንከባኸባ ካይ ፀጉረይ ምን ዋሓ እዩኒ ፀጉረይ ሓፂሩ ትብለኽንሲ

ወይ ኣብ ሰሙን ሓንቲ ግዜ ወይ ኸልተ ግዜ ትሕፀበኒ እክን ማለት እዩ ኩሉ ግዜ ኣይትተሓፀባ ፀጉርና ኩሉ ግዜ ንሕፀቦ ተኾይንና መኣዘስ ከዓለ ብልሲ ክነብሎ ኣይንኽእል ኣነዋውሕኡ ኩልሲ ክንፈልጦ ኣይንኽእል ኢና። ጸጉርኽን መዓልቲ መዓልቲ ኣይትተሓጸባ ክብለክን ይደሊ ብእግረ መንገደ ኢለ ማለት እዩ ኩሉ ግዜ እንድሕር ንሕፀቦ ኮይንና ፅቡቅ ኣይኮነ በእውነት ብፃዕቆ እውን እንትን የብለይ ለለ መኣዘ ቅብኣት ንገብረሉ መኣዘ እንትን ነብሎ ንጉንጉኖ ስለለሎ ቢያንስ ተገደደ ወይ ክልተ ግዜ ሰሙን ወይ ሓንቲ ግዜ ብቻ ተትሕፀባ ይብለክን ማለት እዩ ፀጉርክን ኹሉ ግዜስ ኣይትተሓጸቦ ተመራጺ ይኾነይ ን ወላ ብ ልኾነ ዶክተር ሰሚዐዮሲ ጸጉርና ኹሉ ግዜ ንሕጸቦ ተኾይንናሲ ጽቡቕ ኣይኾነይ ኢልና እሞ እና ከምኡ ክብለክን ይደሊ ማለት እዩ ኹሉ ግዜ ጸጉርኽን ኣይትተሓጸብኦ ኣነ ኹሉ ግዜ ኣይሕጸወይ መዓልቲ መዓልቲ ሓድሕዲ እኒኦዋ መዓልቲ መዓልቲ ይሕጸብ ምስ ነብሰንሲ ቀደም ኣነ እውን ሃሙየ ሃሙየ ነይረ ነብሰይ ክሕፀብ ተለኹ ፀጉረይ ልምስ ባዕለይ ፀጉሪ ያው ጠንከረ ስለዝኾነ ፀጉሪ ረዮ እንትን ይብሊ ደው ይብሎ በቃ ብጣዕሚ ጠንካራ ጠንካራ ሃገር መክን እና ትርልኽ ንኸምዚ ገይራ ያው ናብ ከሎ ማለት እዩ ካባፃፅሖ እየ ለክኒ ደሌና ታእዬ ነውሕ ኣይትበላ ብቻ ፀጉርኽን ባዕልኽን ተንከባኸብኦ መሞችኽን ቅብኣቱ ሓደ ዓይነት ቅብኣት ተጠቐማ ዝተፈላለየ ቅብኣት ኣይትጠቐማ ከለክን ይደሊ ጭቃ በተለይ ጠንካራ ፀጉሪ ለለክን ጭቃ ቅብኣት ተጠቐማ ኣሕዋተይ ኣነ ጭቃ እዚ ፈሳሲ ኣይትስማምዕኒ ኒዮው ፈሳሲ ሓደ ሓደ ልስማዕምዕን ቫቲካ ዲዩ ገለ ኒዮ ዲቶል ልመስል ሕብሩ ኒዮው ሰደልያ ልግነ ግን ናየ ፀጉረይ ገይረሉ ኣይተስማዕምዕኒ ጭቃ ግን ኣቫካዶ ኒዮ እዚ ዳክኒዮ እዚ ዜኒትኒዮ እዚ ላውሮ እኽክን እሱ ብጣዕሚ እዩ ልፀጉረይ ልስማዕምዖ ማለት እዩ ጭቃ ቅብኣት

ጀሚሮ እየ የጀመርህ ወይ የብለክኒ ጀሚሮ እየ ሊጀምርህ ወይ የለ ግን ልስማዕምዐኒ መን እዩ ኢለ ኣብ ጭቃ ጭቃ ኣብኣቲ ኮይኑ ልስማዕምዐኒ ማለት እዩ ጭቃ ዝለራኽክን እሱ ተጠቐመ ኣሕዋተይ ማዕረ እና ያው እዚ ወዲ ኣለኹ ወዲ ኣለኹ ወዲ ኣለኹ ምጉንጓን እውን ያው ባዕለይ ኣብኡ እንትን እናገበርኽዎ እዩ ደስ በሃሊ እዩ ፀጉሪ ልፍትሕ ኣቢልክን ሱቕ ኣይትበላ ሰንቲርክን ሱቕ ኣይትበላ ጉንጉኖ ቅብኣት ገይርኽን ጉንጉን ከምዚ ገይርኽን ጉንጉን ተቢልክኖ ጽቡቕ እዩ ለለ ፍትሕ ኣቢልክን ኣብ ኣርሃልየት ለለ ጉንጉን ኣብላ ክብለክን ይደሊ እዛ ለላትኒ ማለት እዩ እና ኣብዚ ሎማዓንቲ ይኣኽለኒ ሎማዓንቲ ንውሕ ኣቢለልኩም የመስል እስካዕ ሽዑ ደሞ ያው ብሰላም ፅንሑ ኣሕዋተይ መዓረይ ብሰላም ፅንሓ ብካሊእ ዓይነት ኣሰራርሓ ፀጉርና ወይ ማስክ ሒዘልክን ክመፅእ እየ እና እስካዕ ሽዑ ሰሰናይ ንዓኹም ሁለኩም እየ ላይክ ሸር ደሞ ይትረስዑ ኣሕዋተይ መዓረይ ላይክ ሸር እናገበርኩም ላሁ ኩሉ ንክበፅሕ ላይክ እናገበርኩም ማለት እዩ ላይክ ተገይርካ ኢላ ኩሉ ልበፅሕ እሞ ላይክ ገበሩለይ ማለት እዩ። ቤተሰብ ዘይኮንኩም ድማ ቤተሰብ ሰብስክራይብ ብምግባር ኮመንት ብምፅሓፍ እውን ርእይቶ ሃባኒ ይኽን ኣሕዋተይ ርእይቶ እውን ያው ልሎ ጉድለታት ርእይቶ እውን የድሊ እዩ ርእይቶ እውን ሃባኒ ክብል ይደሊ ማለት እዩ እና እስካዕ ሽዑ ሰሰናይ ንዓኹም ኢለ ኣብዚ ክፍለየኩም ማለት እዩ ሰላም ኹንለይ ተጠቐማ ስኽን እውን ፀጉርኽን እና ሰሰናይ ንዓኹም ድሕን ኩንለይ ላይክ ሸርለ ኣይትረስዑ ክለኩም ይደሊ